ሰላም ሰላም ተኸታተልቲ ቻነልና ቻነል መዳኣለም እዚ ኣብ ዓለም ናይ ዝተፈጸሙ ኣዝዮም ኣገረምቲ መስሐቕትን መሕዘንትን ፍጻመታት ብሰሓባይ መንገዲ እነቕርበሉ ቻነልና እዩ። ትሕዝቶታትና ብቐጻል ንኸጽሑኹም ሳብስክራይብ ብምግባር ቤተሰብ ይኹኑ። ናብ ዕለታዊ ታሪኽና ክንሰግር ኣብ ታሪኽ ወታደራዊ ስርሒታት ዓለምና ብዙሓት ዘገርሙ ግጥማት ርእያ እያ። ግን ሰራዊት ሓንቲ ሃገር ብዘመናዊ ኣጽዋር ተዓጢቑ ኣንጻር ጭፍራ ኣዕዋፍ ተሳዒሩ ክበሃል ሰሚዕኩምዶ ትፈልጡ? ሎሚ ናብቲ ብ ዓሰርተ ትሽዓን ሳላሳይ ክተይ ኣብ ኣውስትራልያ ዝተኻየደ ናይ ኤሙ ኲናት ክንወስደኩም ኢና። ድሕሪ ቀዳማይ ኲናት ዓለም ብዙሓት ነበርቲ ወታደራት ኣውትራልያ ኣብ ምዕራብ እታ ሃገር ሕርሻ ስርናይ ጀመሩ። ይኹን እምበር ብሰንኪ ብርቱዕ ድርቂ ልዕሊ ዒስራ ሽሕ ኤሙ ዝበሃሉ ነዊሑ ዝቖመቶም ኣዕዋፍ ካብ በረኻ መጺኦም ናብቲ ስሩዕ ሕርሻታት ወረሩ። እተን ኣዕዋፍ ነቲ ስርናይ ጥራይ ኣይኮናን ዝበልዕኦ ነይረን፣ ነቲ ሓጹር እውን ይሰባብርኦ ስለ ዝነበራ መሬት ንሓሰመሳትን ጥሪትን ክፍቲ ይኸውን ነይሩ። እቶም ሓረስቶት እዚ ወራር'ዩ ኢሎም ንመንግስቲ ሓገዝ ሓተቱ። ሚኒስተር ምክልኻል ኣውስትራልያ ድማ ወተሃደራት ብማሽን ጋን ተዓጢቖም ክኸዱ ኣዘዘ። እቶም ወተሃደራት ብኽብሪ ናብቲ ቦታ በጽሑ። ሓደ ዓብዪ ጕጅለ emu ምስ ረኣዩ ተዅሲ ጀመሩ። ግን ሓደ ዘይተጸበዮ ነገር ተፈጸመ። እተን ኣዕዋፍ ኣብ ክንዲ ብሓባር ዝሃድማ ብንኣሽቱ ጕጅለታት ተመቓቒለን ብዅሉ ኣንፈት ፋሕ በላ። ማሽን ጋን ንኸምዚ ዓይነት ዒላማ ኣይተሰርሐን። እቶም ወተሃደራት ተንቀሳቓሲ ተኹሲ ክጥቀሙ ኢሎም ነቲ ማሽን ጋን ኣብ ልዕሊ መኪና ጽዒኖም ክጎዩ ፈተኑ። ግን መኪና ካብ ኤሙ ክትቅልጥፍ ኣይከኣለትን። እቲ መሬት እውን ሓባጠ ጎባጥ ስለ ዝነበረ ንተኹሲ ኣይተመቸወን። እተን ኤሙ ሓደ መራሒ መዲበን፣ እቲ መራሒ ንወተሃደራት እናተዓዘበ ንኻልኦት መጠንቀቕታ ይህብ ከም ዝነበረ ወተሃደራት ተዓዘቡ። ድሕሪ ሓደ ወርሒ ዝቐጸለ ፈተነን ኣሽሓት ጥይት ምትኳስን፣ እቶም ወተሃደራት ዝቐተልወን ኣዕዋፍ ኣዝየን ውሑዳት ነበራ። ጋዜጣታት ለንደን፣ እተን ኤሙ ነቲ ኲናት ተዓዊተንኦ ኢለን ላግጺ ጀመራ። መንግስቲ ድማ ተስፋ ቆሪጹ ሰራዊቱ ሰሓበ። እዚ ታሪኽ እዚ ክሳብ ሎሚ ከም መዘኻኸሪ ኮይኑ ይጥቀስ። ተፈጥሮ ካብቲ ንሕና ንሓስቦ ንላዕሊ ብልሕን ተጻዋርነትን ከም ዘለዎ ዘርኢ እዩ። ናይ ሎሚ ቪድዮና ኣብዚ ይውዳእ። ኣብ ዝቕጽል ብኻልእ ዝገርም ታሪኽ ክሳብ ንራኸብ ሰላም። ናይ ሎማዓንቲ ሕሶና እዚ ዝተኸታተልኩሞ ይመስል ነይሩ ትሕሶና ተፈቲኹሞ ላይክ ምግባር ሓሳብ ኣስተያየትኩም ኣብ ኮሜንት ምፅሓፍን ታሪኽ ንዝፈቱ ዓርክኹም ሼር ምግባርን ኣይትረስዑ ሳብስክራይብ ቻነልና ቻነል መዳ ኣለም ሰላም